እዚ ሰብ እዚ ሓፍቱ ቁርሲ ስለ ደይሰራሕትሉ ወይ ከኣ ብቕልጡፍ ስለ ዘየዳለወትሉ ጥራይ ሂወታ እሕሊፍዋ።
ስጋዕ ናብቲ ላዕሊ ዶሎ ፖሊስ ስጋዕ ድበጽሕ ኣይፈለጥክዎን ነይረ ንሰል። ሎሚ ተዓሪቆም ሎሚ እዩ ዲክታተር ኢሉ ዝጽውዖ ዘሎ። ሰላም ከመይ ትኾኑ ጋይስ ከኣ ፊሊን ሎምዓንቲ ከኣ ዝተፈላለዩ ቪድዮታት ከምኡ ውን ሓበሬታታት ክንርኢ ኢና ስለዚ ሳብ መወዳእታ ምሳይ ጽንሑ ሓደ ሺሕር ኬንኩም ሳብስክራይብ ኣይትረስዑ ለስ ጎው ሕጂ ሓደ ኣሎ ሓደ ደራፋይ መን ምዃኑ ይፈልጥኒ እንታይ እያ ትብል እታ ደርፊ መሲልካ ጨጉሪ ርእሳ ዘውዘው ዝበለ ኣፍንጫኣ ቶራም ዓይና ዕንጉለ ስና ጉራማይለ ሸጥ መዓንጣ ከም ጽሕዲ መተተነ
ገላልጻ ጽሕዲ መተተን ድበሃል ኣሎ በዚ ባዕላ ክሎግዛይ ቀጥ ኢሉ ዝወፀ ኣካይዳ ኣካይዳ ሰገን እየ ሽዕ መወዳእታስ ወይ እዚ ወዲ መይታ ጥራይ ከይትኹን መይታቶ ጥራይ ከይትኹን እዛ ጓል እዚኣ ምክንያቱ ኣዴ ማርያም ገይሩ ይስኢልዋ ደሎ መይታቶ ጥራይ ከይትኹን እዚኣ ጥራይ ከይብለ እንዳበልኮሎት ሲኢናያስ ኣብያ ኣበይ ክረኽባ ባዕለዲኻ ትፈልጥ ወዲ ኸልቢ ያረ መነዲኻ ክበዳ ቀረቢቡ
ባዕለዲኻ ትፈልጥ ወዲ ኸልቢ ወዲ ኸልቢ ፀጋ ኩሉ ሰብ ከምኡ ዝበሊ
ጎደለይ ድበሃል ደይብላ እታ ጓል ከምፃ ክሎ ሕጂስ መይታትኒ ተዝብለካ ሓወይ ሓወይ ተጎዲኡ እያ ክዝወድ ገለ መለት ሲንያስ እንተ ረኺብኩማስ ሓብሩኒ እባ ወመዲያራ መናድዮ ሕድሮ ቀለም ሓሙሽተ ረኺ ከመን ኣይጸንሐ ልዕነ ዝወዲ ክረኽቦ ደልየ ደልየ ሲኒ ኣራኽቡኒ እባ ዝወዲ መን ሽምካ ድሕሪ ሕጂ ከምዚ ኸይ መን እዩ ዝደራፋይ በጃኹም እስኪ እታ ግበሩ ኣዛ ደርፊ ትፈልጠዋ እንድሕር ኣለኹም ጸሓፉ ኣብ ኮመንት ትፈልጠዋ እዛ ደርፊ እንድሕር ኣለኹም ኣንቲከ ያኽ

ወይስ ኣብ ደርፊ ጥራይ? ኣነ እቲ ወሓይዝ ሻሕሻሕ ኢሉ ኣዕዋፍ ከይደን ገለ ፍጹም ኣይወሓጠለይን እዩ ከመይ ኢለ ንግሆ ኣዕዋፍ ጭቕጭቑ ኢሎም ገለ ገለ ገለሲ ክስታይ ኣይኮንኩን ሕጂ ጸሓፉ ኢልና ኖ ትፈትኑ ገለ ኢልና ሓረ ጽሒፈ ጽሒፈ ናይ ክልተ ፍቑራት ጽሒፈ ደሓር ምስ ጸሓፍኩ ኣመርዕየዮም ኣመርዕየዮም እቶም ካራክተራት። ደሓር ቃል ኪዳን ክገብሩ ናብ ቤተክርስትያን ኣእትየዮም። እወ። ናብ ቤተክርስትያን ኣእትየዮም ቃል ኪዳን፣ እቲ ቐሺ መጺኡ ቃል ኪዳን ኣግቢርዎም፣ ኣብቲ ጽሑፍ እየ። እወ። ኣግቢርዎም፣ ኣብቲ ጽሑፍ እየ። ምስ ኣግበሮም፣ ሕጂ ካብቲ ቤተክርስትያን መመኽነይታ ስኢነ፣ ወዲ እዩ። እቲ ኣዋጻጽኣ፣ ኣዋጻጽኣ ካብቲ ቤተክርስትያን፣ ኣዋጻጽኣ ካብቲ ቤተክርስትያን። እዚ ኩሉ ጽሒፉ እዚ ኣዋጻጽኣ። ሕጂ ደወል ተደዊላ ደሓር ወጺኦም'ዶ ክብል ገለ ገለ ሕሱ ኣለኹ ኣብዚሲ ገለ ወዲኦም ወጺኦም ትብል።
ጋሃዚ እዩ ተጋህዚ ጋሃዚ እዩ ሃርሃ ኣያምነካን እዩ ሰብ ገለ መለ ገለ ሕርብት ካብ በተክርስትያን ምውጻእ
ኣቋሪፀያ
ኣቋሪፀ ሕጂ ነታ ነብሱ መሓሮ እዚ ብቀዳማይ ሰውይ ወዲ ባህታ ሰይቲ ወዲ ባህታ ናብ ሃና ከይደ ኣንቲ ሃና ፀገመ እዩ ጣሓፉ ገለመለ ገለ ኢልና ሕጂ ሲ ምስ እተኹም ኣብዚ ቤተክርስትያን ከምዚ መመኽነይታ ስኢነ ምውፅኦም ስኢነ ካብ ቤተክርስትያን ኢለ ወላ ንገዝኦም ከይዶም ኣይበልካን ክርትም
ንሳብለካ በቃ ንዝሒላ ንዝሒላ ዓላ ኣብ ቤተክርስትያን ምስ እተኹዎም ሲ ምውፅኣ ስኢነ
ኣብኡ ተቋሪፃ ኣብ ቤተክርስትያን ወዲዋ እዛ ኣብነታዊት ቆልዓ እስኪ ንርኣያ። ሙሉእ ሽመይ ናጽነት ገብረእግዚኣብሄር ተኽለ እበሃል። ሻድሻይ ክፍሊ ካብ እመሃር ባና እመሃር። ገዛውተይ ድማ ገጀረት ዓቢ።
ሕራይ ናጽነት ኣብ እንዳ ፖሊስ ሕጂ ገንዘብ ከተረክቢ ኢኺ መጺኺ።
ከምዚ ኣብ ጽሑፍ ትርእይዎ ዘለኹም ሽዱሽተ ሚእትን ሰብዓን ዶላር ረኺባ ናብ ፖሊስ ዘረከበት፣ ኤርትራዊት ቆልዓ እዩ ዝብ ዘሎ። እቲ ገንዘብ እውን ኣረኪብክዮ ኣለኺ ክንደይ እቲ ገንዘብ ኣበይ ኸ ረኺብክዮ። እቲ ገንዘብ ሽዱሽተ ሚእትን ሰብዓን ዶላር እዩ ዝረኸብክዎ ካብ ድሕሪ እንዳወርሰ ብማርሻ ቤት እንዳደየብኩ ከለኹ ሸተት ኣቢለ ሃድና ርእይ ተበልክዎ ኸኣ ሰሊ ሕጂ ሰሊ ከምዃና ኣይፈለጥክዎን ተኣርሺ ምስኤን ስለ ነበረት በቲ ኻእተን ሚእቲ ስለ ነበራ ሚእቲ ስለ ድራኽኩ ኣብ ጅባይ ገይረዮ ደሓር ከኣ እንዳ ፖሊስ ኣረኪበዮ። እንታይ ሸተት ኣቢልሃኪ? ጣዕሚ ነታ ጻዕዳ ሻባቶ ስለ ዝገበርኩሲ እቲ ከኣ ከም ሲሚንቶ ስለ ዝነበረ ሸተት ኣቢሉኒ።
ሽዑ እቲ ገንዘብ ርኢኽዮ? እወ። ዶላር ምዃኑ ገንዘብ ምዃኑ ሕጂ ብኸመይ ፈሊጥኪ? ትፈልጥዮ ዲኺ ዶላር? ዶራል ከም ዝኾነ ኣይፈለጥክዎን ግን ከምዚ ናይ ዓድና ዘይኮነስ እቲ ዝጸሓሕፍኡ ሚእቲ ኔሩ ሕጂ ግን ዳቦሊስ መሰረኩብክዎ ግን ዶራር ኢሎምኒ። ሰልዲ ምዃኑ ግን ፈሊጠ እያ ኦረዲ። ሽዑ ንሽዑ እንዳ ፖሊስ ኣረኪብክዮ እንታይ ኢልኪ ሽዑ መጀመርያ ምስ ረኣኺ እንተን ገንዘብ እንታይ ሓሳብ መጺኪ። መጀመርታ ምስ ረኸብክወን ኣልዒለየን ኣብ ጁባይ ጌረየን ገዛ ከይብጽሐንካ ፈሪሐ ሕጂ እንዳ ፖሊስ ከኣ ከይደ ኣረኪበዮ።
ሕጂ ብግምት ኢኺ ማለት እዩ እዚኤንሲ ገንዘብ እየን ዝኾና ኢልኪ ኢኺ። እንዳ ፖሊስ ከድኪ? ኣብቲ እንዳ ፖሊስ ሽዑ እንታይ ኢሎሙኺ ምስ መጻኺ? እንዳ ፖሊስ ምስ ኸድኩ ሓደ ፖሊስ ጸኒሑኒ እንታይ ደሊኺ ምስ በለኒ ሰለ ረኺበዮ ከምዚ ደልዮ ደሓር ሕራይ በሊ ጽንሒ ሓንሳእ ክመጸኪ ኢሉኒ ነቲ ሓደ ጸዊዕዎ ሽመይ መዝጊብዎ መሽም ክናጽነት ምስ በለክዎ ናይ ብሓቂ ናጽነት ኢሉኒ ካሱ ሽዑ እተን ገንዘብ ሽዱሽተ ሚእቲ ዶላር ምዃነን ፖሊስ ድዮም ነጊሮምኺ? ስጋዕ ናብቲ ላዕሊ ዘሎ ፖሊስ ስጋዕ ድበጽሕ ኣይፈለጥኩዎን ነይረ። ንሰልዲ ደሓር እቲ ፖሊስ ተስፋ ምስ ሃበኒ በቲ ኸኣ እተን ሰልዲ ከምዚ እየን ምስ በለ ደሓር ኣነ ኸኣ ናብኡ ከም ዘረከብኩዎ ተሓጒሰ።
ንምንታይ እተን ገንዘብ ሽዑ መጀመርያ ምስ ረከብክየን ናብ ገዛ ዘይከትክነደን ናብ ኣዴኪ ዘይረኣክያ ንምንታይ?
ስለ ዝኮነ ሰሉ ወጆ ጸኒሕኒ ኣይተልዕሊ ዘይ ገንዘብኪ ገንዘብኪ ኣይኮነን ስለ ዝብሉኒ ኣየልዕልንየ።
ሕጂ ገንዘብ ናብ ፖሊስ ከም ዝርከብ ደኣ መን ነጊርኪ ብከመይ ፈሊጢ? ህዝብን ፖሊስን እከታተል ስለ ዝኮንኩ ናይቶም ቆልዑ ሪኢካ ነጺሐ። ኣብነታዊት ቆልዓ እያ እዚኣ። ብዛዕባ እዛ ቆልዓ እንታይ ትብሉና እስኪ ሓሳብኩም ኣብ ኮመንት ግደፉ። ናብ ካልእ ሕፅር ሕፅር ዝበሉ ሓበሬታታት ምስ ንኸይድ ከዓኒ ኣብዚ ሰሙን እዚ ካብ ዝነበሩ ዓበይቲ ዜናታት ርክብ ቻይናን ኣሜሪካን እዩ ሺጂፒንግ ናብ ኣሜሪካ ምብፃሕ የካይድ ኣሎ ስለዚ እዚ ካብዚ ኣብዚ ሰሙን እዚ ካብ ዝነበሩ ዓበይቲ ዜናታት እዩ ማለት እዩ ከም ዝፍለጥ ኣሜሪካን ቻይናን ንነዊሕ ዓመታት ኣብ ፍሕፍሕ ወይ ኣብ ዘይምስምማዕ ዝፀንሓ ሃገራት እየን ብዝተፈላለዩ ነገር ዋላ ዝሓለፈ ውሕዳት ኣዋርሕ እውን ዝረኣኹሞ ብባሎን ወይ ከዓ ሓንቲ ናይ ስለያ ናይ ቻይና ባሎን ኣብ ልዕሊ ሰማያት ኣሜሪካ ተንሳፍ ነይራ ብምባል ኣሜሪካ እውን ክስቕሪባ ነይራ ስለዚ ንሓደ ዓመት ዝኸውን ዝኾነ ይኹን ርክብ ኣይነበሮምን ክልቲኦም መራሕቲ ማለት እዩ ኣብዚ ሰሙን እዚ ግን ክልቲኦም መራሕቲ ኣብ ኣሜሪካ ተራኺቦም ኣለዉ ማለት እዩ ስለዚ እዚ ከዓ ፅቡቅ ኮይኑ ይስማዓኒ ምክንያቱ ክልተ እዘን ክልተ ሃገራት እዘን ክልተ ዓበይቲ ሃገራት ተባኢሰን ማለት ወይ ከዓ ኣብ ውግእ ኣትየን ማለት ሳልሳይ ኩናት ዓለም ጀሚሩ ኣሎ ማለት እዩ ስለዚ ነቲ ሳልሳይ ኩናት ዓለም ንኸይጅምር ወይ ከዓ ክጅምር ይኽእል እዩ ኢልካ ተኽእሎታቱ ብተኽእሎታት ትፈርሓሉ ሁኔታ ዘፃብብ ነገር ስለ ዝኾነ ኣዝዩ ፅቡቕ ነገር እዩ ማለት እዩ ድሕሪ ርክብ ናይዘን ክልተ ሃገራት ከዓኒ ከም ዝፍለጥ ጆ ባይደን ንጆ ባይደን ሓንሳብ እሱ ይኮነን ሓንሳብ እርጋኑ በካይዱ በዘራርብኡ ኣብ ዝሓለፈ ዓመታት ካብ ዝጅምር ዋላ ኣብ መሪሕነት ካብ ዘሎ ክሳብ እዚ ሕጂ እዋን ብዙሕ መስሓቕ ዝኾኑ ነገራት ናይ ጆ ባይደን ርኢኹም ኢኹም። ስለዚ እስኪ ብዛዕባ ጆ ባይደን ድሕሪ ርክብ ቻይናን ኣሜሪካን ዝተሓተቶ መልሲ ኣዝዩ ዘገርም መልሲ ከምኡውን ከምኡውን ሪኣክሽን ናይ ብሊንከን እውን ኣዝዩ ዝገርም ስለ ዝነበረ እዛ ቪድዮ እዚኣ ክሪእኩ

ከመይ ትርእይዎ ኣለኹም ብሊንከን ማለት እዩ ምክንያቱ እቲ ሕቶ እንታይ ዝብ ዘለዎ ቅድሚ ሕጂ ንሺጂፒንግ ዲክታተር ኢኹም ትብልዎ ነርኩም ከም ዲክታተር ኢኹም ትርእይዎ ነርኩም ስለዚ ኣብዚ ሕጂ እዋን ግን ሓድሽ ዝምድና ወይ ከዓ ሓድሽ ምፍርራም ኣሎ ስለዚ ከም ዲክታተር ዲኹም ትርእይዎ ብምባል ሕቶ ተሓቲቱ ጆ ባይደን ማለት እዩ ስለዚ ነዛ ሕቶ እዚኣ ከዓ ቀዲሙ ዝሓረቀላ ብሊንከን እዩ ከም ትርእይዎ ዘለኹም ወይ እንታይ ከም ዝምልስ ፈሊጥዎ ይመስለኒ ኣዝዩ ሓሪቑ ስለዚ እቲ መልሲ ንስማዕ
እንታይ መዓት እዩ ገለብል ኣሎ ከም ትሪእዎ ዘለኹም ምክንያቱ እቲ መልሲ እዎ ንሱ እዩ ኢሎም እዚ ኩሉ ሰሙናት ዝወሰደ ዝምድና ፈጢሮም ብሓንቲ ዘረባ ከባላሸዋ ዲክታተር እዩ ኢሉ መሊስዎ ኣሎ ጆ ባይደን ዲክታተር እዩ ኢሉ ክኣ ከዕሪ ይፍትን ኣሎ። ዲክታተር እዩ ግን በቃ ብኮሚኒስት ሃገሩ ክመርሕ ዝኽእል ገለመለ ብምባል ክኣ የማዓራርዮ ኣሎ ማለት እዩ። እዚ ኩሉ ዝተዛራርቦ ኣብ ማይ ከይእትዎ ፈሪሑ ብሊንከን። ስለዚ ኣዝዩ ዝገርም ነገር እዩ። ዝምድና ናይዘን ክልቲኤን ሃገራት ግን ብሓፈሻ ከምቲ ቀዲም በለውልኩም ንዓለም ኣዝዩ ኣገዳሲ እዩ። እዘን ክልተ ሃገራት ተሰባኢሰን ሳልሳይ ኩናት ዓለም ምጅማር እዩ። ሰላም እንድሕር ገይረን ከኣ ብሓፈሻ ብሓፈሻ ኣብ ዓለም ሰላም ክኸውን እዩ ማለት እዩ። ናብ ካልእ ሓደ ኣዝዩ ዘሕዝን ፍጻሜ ምስ ንኸይድ ከዓ እዚ ትሪእዎ ዘለኹም ግለሰብ መሓመድ ዝተባህለ ኣብ ጅማ ኢትዮጵያ ዝቕመጥ ኢትዮጵያዊ እዩ እዚ ሰብ እዚ ሓፍቱ ቁርሲ ስለ ዘይሰራሕትሉ ወይ ከዓ ብቕልጡፍ ስለ ዘየዳለወትሉ ጥራይ ህይወታ ኣሕሊፍዋ ዝብል ዜና እዩ። ኣዝዩ ዘሰንብድ እዩ፣ ኣዝዩ ከኣ ዘሕዝን እዩ ማለት እዩ። እዚ ሰብዚ ንሓፍቱ ቁርሲ ስለ ዘይሰራሓትሉ ወይ ከኣ ኣብ ንግሆ ናብ ስራሕ ቅድሚ ምኻዱ ብቕልጡፍ ስለ ዘየዳለወትሉ ጥራይ ሓሪቑ ንክወጽእ ምስ በለ ንዓባ ቁርሲ ቁረሲ ኢላቶ እንተኾነ ግን ከየዳለኺ ወይ ከኣ ከይሰራሕክዮ ዲኺ ከምኡ ትብልኒ ምባል በቲ ኣብ ከባቢኡ ዝነበረ ካራ ገይሩ እዩ ንሓፍቱ ሃሪምዋ ማለት እዩ። ኣዝዩ ዘሕዝን እዩ ሃሪምዋ ከኣ ካብቲ ገዛ ክስወር ፈቲኑ ወይ ከዓ ካብቲ ዓዲ ቶታል ክወፅእ ሓሲቡ ማለት እዩ ስለዚ ምትሕብባር ናይቲ ዓድን ናይቲ ከባብን ከኣ ተታሒዙ ኣብ ትሕቲ ቀይዲ ኣትዩ ንሕልፈት ተፈሪዱ ኣሎ ማለት እዩ ከምዚ እውን ኣሎ ኣዝዩ ዘሕዝን ዜና እዩ